ስደት መቸም እዛ ቃል እዚኣ ክትሰምዓ ወይ ከተድምጻ እንከለኻ ብሓፈሻ ንዝኾነ ሰብ ብፍላይ ከኣ ኤርትራዊ ምስ ትኸውን ምስ ቃንዛኣ እትስተማቐር መራር ቃል እያ። ኪንዮ ብሰለስተ ፊደላት ዝቖመት ሓንቲ ቃል ወይ ሓንቲ ሓሳብ ምዃና፣ እቲ ኣብ ነፍሲ ወከፍና በብእዋኑ ዝወረደ ዝተፈላለየ ኣደራዕ ስለ እተዘክረና እዩ መስለኒ፣ ፍሉይ ምረት ኣለዋ። ኣብ ስደት፣ ጽምዋ፣ ጭንቀት፣ ብሕታውነት፣ ነብሰ ጽልኢ፣ እትኣምኖ ሰብ ምስኣን፣ ተስፋ ምቑራጽን ካልእን ገለ ካብ ዘይካቶም፣ ብዘይ ኣብ ስደት ውን ከጓንፉ ንቡር ዝኮኑ ጸገማት ሂወት እዮም። ብኣኻ ዝተሰነየ ኣብ ኩሉ ክሊ ዕድመን ንክልቲኡ ጾታን ዘማእከለ ኩሉ ዓይነት ሳዕቤናት ስደት ዝምርምር መጽናዕታዊ ጽሑፍ እንተዝግበር መቸም ብኩነታትና ኣዚና ማሕዘን ወይ ውን እንሓልፎ ዘለና መስገደል ብኣግባቡ ብምስትንታን ዝኮነ ሰብ ብቀሊሉ ዘይጾሮ ምስ ምዃኑ ብዓቕምና ኣዚና ምስ ተደነቕና እመስለኒ። እንተኾነ ብዛዕባ ኩላትና ስእሊ ዝህብ ከፊላዊ መጽናዕቲስ ይትረፍ ነንነብስና እትሓልፎ ህይወት ክንግምግም እኳ ዝከኣለና ኣይኮነን። ቀንዲ ጠንቂ ናይዚ ከኣ መጀመርያ ንነብስና ብዝግባእ ዘይንፈልጣ ምዃንና እዩ። እወ ንነብስና ኣጸቢቕና ዘይንፈልጣ ምዃንና እዩ። ልክዕ እዩ ዝበዝሐ ሰብ ንነብሱ ኣጸቢቑ ዝፈልጣ ስለ ዝመስሎ ንነብስና ብዝግባእ ኣይንፈልጣን ኢና ክትብል እንተ ሰሚዕካ ምሳኻ ክሰማማዕሲ ይትረፍ ዝጸረፍካዮ እውን እዩ ዝመስሎ ስለ ዝኾነ ኸኣ እዩ ክነጽገካ እምበር ከመይ ማለት ብምባል ክሓተካን ንቢሉ ኸኣ ክርዕመካ ወይ ድማ ጌጋ ምህላውካ ክእምነካ ዘይፍትን። እንተኾነ ክንደይ ካባና ኢና ዋላ እውን ሓንቲ መዓልቲ ንነብሰይሲ ይፈልጣዶ ወይ እንተፈለጥክዋኸ ክሳብ ክንደይ እየ ዝፈልጣ ኢልና ምስ ነብስና ሕቶ ኣልዒልናን ኣዕሊልናን ኣብ ሓደ መደምደምታ በፂሕና ንንፈልጥ? ርግፀኛ እየ መብዛሕትና ኣልዒልናዮ ንፈልጥ ሕቶ ኣይኮነን። ከም መንፅሩ ከዓ እቲ ብዛዕባ ህይወትና ወይ ገዛእ ነብስና ንፈልጦ ዝበሃል፣ ንፈልጦ ዝመስለና ወይ ንፈልጦ ኢና ንብሎ ደኣ እምበር ቅርዑውን ሚዛናውን ስእሊ ገዛእ ነብስና ዘይምዃኑ ክንግንዘብ ዝግበኣና ሽሕ'ኳ ምርር ዝበለ እንተኾነ ግን ከኣ ሓቂ እዩ። ስለዚ ከኣ ብዛዕባ ገዛእ ነብስና ምሉእ ኣፍልጦ ክሳብ ዘይሃለወና ንዝጎንተና ዘሎ ናይ ሂወት ግድላትን ተጽዕኖን ንገጥሞ እምበር መሚና ንፈልጦ የለን ከም ውጽኢቱ ከኣ እንሆ ሂወትና ብዘይ ዝኾነ ዝጥቀስ ለውጢ ዓመታት ሓሊፉስ ክልተ ሰለስተ ዓሰርተ ዓመታት ኮይኑ። ስደተኛ ትብል ቃል ከኣ ድሮ ናይ ሓባር ሳባና ኮይና ትርከብ። ኣብ ሃገርና ዘሎ ማሕበረ ፖለቲካዊ ሃዋህው እቲ ቀንዲ ጠንቂ ካብ ሃገርና ምውጻእ እዩ ምባል ዜማ ተኣርዩ እንተኾነ ኣብ ስደት ንእንጎዓዞ ሂወት ምኽንያት ክንገብሮ ቁጽሪ ሓደ ነብሲ ምትላል እዩ ምኽንያቱ ንተዘማዲ ዝሓሸ ሃዋህው ኣሎ ኢልካ ከይድካ ክትምርቅዕ ድሕሪቲ ዝገደፍካዮ ሃዋህው ጠንቂ ህልው ድኽመታትካ ምግባር ቀምሻ ቢርሓን ክምኒ እዩ ከም ምባል እዩ።
ልዕሊ ኹሉ ኸኣ ኣመኽናይን ብድኹም ጎኑ ዘይስከፍን ንምምሕያሹ ዘይጸዕርን ስለ ዝገብረካ። ወዲ ሰብ ውጽኢት ሕሉፍ ጉዕዙ እዩ ዝብል ሓበሬታ ናይዚ ዘለናዮ ዘበን ስነ ፍልጠታዊ ስነ ሞጎት እዩ። ስለ ዝኾነ ኸኣ እዚ ዘለናዮ ደረጃ ውጽኢት ሕሉፍና ምዃኑ ምግንዛብ ጽባሕና ክጸብቕ ስለ ዝኽእል ብኣወንታ ምቕባሉ ይሓይሽ። ንዝኾነ ጉዳይ ወይ ዓውዲ ኣብ ክንዲ ብሃውሪ ብትምህርትን መጽናዕትን፣ ብልቦናን ብሓሳብን ብምስናይ ኣብ ተጻራፊ ኣንደበት ከማኻ ወዲ ሰብ ብዘይ ምንዓቕን ብዘይ ምቁሻሽን ተቖጢብና ንኸም ኣዕኑድ ስልጡን ሕብረተሰብ ዝኾኑ እምኒ ምክብባር፣ ሓሳብ ሰብ ምቕባል፣ ፍቕሪ፣ ተስፋ ምግባርን ብጾት ጽቡቕ ምምናይን ምሕሳብ፣ ባህልኻን ልምድኻን እምነትካን ስነ ምግባርካን ምሕላው ናይ ሎሚ ዕለታዊ መርሕና እንተጌርናዮም መኣዝኦም ጽባሕ ኣብ ዝባንናን ኣብ ጥዕናናን ክረኣዩ ናይ ግድን እዩ። እታ ስደት እትብል ቃል ኣሕጽሮተ ቃል ናይ ስነ ፍልጠታዊ ደረት ኣልቦ ትእምርቲ እዩ። ወይ ከኣ ካብኣ ዝሓሸት ባህጊ እትብለና ቃል ብምቕያር ንስደት ሓንሳብ ንሓዋሩ ክቦ ክንገብረላ ይከኣል እዩ። ወድሓንኩም። ኣዱ ይስሓቅ ኣብ ቀጻሊ።